ፈደራላዊ መንግስቲ ስዊዘርላንድ ትማሊ ኣብዚ ዝሓለፈ ማለት እዩ ብ ዓሰርተ ሽዱሽተ ሚያዝያ ሓድሽ መምርሒ ወይ ከዓ ከምዚ ኩሉ ኣቐዲምና ክንገልፆ ዝፀናሕና ሓደሽ ሓደሽ ሓበሬታታት ይወፅእ ስለ ዘሎ ብቐፃሊ ምስዚ ሕማም እዚ ነቲ ኣገባብ ኣነባብራና ብኸመይ መንገዲ ክቕፅል ይኽእል ዝብል ሓድሽ ኣብ ሰለስተ ደረጃታት ዝትግበር መምርሒታት ኣውፅኡ ኣሎ እቲ ቀዳማይ ከዓ እቲ ቀዳማይ ገፅ ማለት እዩ ዕለት ዕስራን ሸውዓተን ሚያዝያ ዝትግበር ዕለት ዕስራን ሸውዓተን ሚያዝያ ዝትግበር ኩለን ናይ ናይ ሆስፒታላት ሆስፒታላት ማለት እዩ ስሩዕ ኣገልግሎት ክህባ ክጅምራ እየን ሱር ኣገልግሎት ማለት እንታይ እዩ? ናይ ሓኪም ናይ ስኒ ይኸውን ይኽእል፣ ናይ ሕክምና ስኒ፣ ናይ ፊዚዮትራፒ፣ ናይ ማሳጅ ናይ ስቱድዮታት ወይ ካልእ ካልእ ዝምልከት ናይ ስሩዕ ኣገልግሎት ክህባ ክጅምራ እየን ሆስፒታላት ንድኳናት ወይ ከዓ ቤት መሸጣታት ዝምልከት ድማ እዚ ናይ ናይ ናይ ማሳጅ ወይ ናይ ናይ ኣትክልቲ መሸጢ ናይ ፍዮሪታት መሸጢ እዚኣቶም ከኣ ስሩዕ ኣገልግሎት ክህቡ ክጅምሩ እዮም ክኽፈቱ ክጅምሩ እዮም ዕለት ዕስራን ሸሞንተን ኣይምን ዕለት ዕስራን ሸውዓተን ማለት እየ ዕለት ዕስራን ሸውዓተን መያዝያ እቶም ኣብ ቀዳማይ ደረጃ ዝትግበሩ እዚኦም እዮም ማለት እዩ እቶም ኣብ ካልኣይ ብዝያዳ እውን ኣብቲ ፌስቡክ ገለ እውን ነዚ ዝምልከት ሓበሬታታት ይወፅእ ኣሎ ኣብኡ እውን ክንሪኦ ንኽእል ኢና ካልኣይ ደረጃ ድማ ዕለት ዓሰርተ ሓደ ግንቦት ዝትግበር እዩ እዚ ጉንበት ዓሰርተ ሓደ ዝትግበር ከኣ እንታይ እዩ? ናይ መባእታን ማእከላይን ደረጃ ኣብያተ ትምህርቲ እንተ ከም ዘለዎ ጎዲሉ እንዳጎደለ እንተ ከይዱ እቲ ዝርግሐ ናይቲ ሕማም ወይ ከዓ እቲ መልከፍቲ ናይቲ ሕማም ኣብያተ ትምህርቲ ማለት እዩ ናይ መባእታን ማእከላይን ደረጃ ኣብያተ ትምህርቲ ስሩዕ ትምህርቲ ክህባ ክጅምራ እየን ስለዚ ድኳናት እውን በብቕሩብ እቲ ዕዳጋታት እንዳተኸፍተ ክኸይድ እዩ ዕለት 11 ሕጂ ናይ መግቢ ትካላት ጥራሕ እዩ ናይ መግቢ ኣስቤዛ ዝሽየጠሉ ድኳናት ጥራሕ እዩ ተኸፊቱ ፀኒሑ ካብ ዕለት 11 ግን ዕዳጋታት ብዝተኻእለ መጠን ክኽፈት ክጅምር እዩ እዩ ወፂኡ ዘሎ በቲ ወፂኡ ዘሎ ሓበሬታ መሰረት ካብ ዕለት 11 ስሩዕ ትምህርቲ ክጅመር ድሕሪኡ እቲ ዕዳጋታት እውን እንዳተኸፍተ ክኸይድ ማለት እዩ እቲ ሳልሳይ ደረጃ እቲ ሳልሳይ ደረጃ ከዓ ሸሞንተ ሰነ ዝትግበር እዚ ሸሞንተ ሰነ ከዓኒ ናይ ኩለን ናይ ሞያውያን ናይ ሞያ ትምህርቲ ዝህባ ኣብያተ ትምህርቲ ናይ ካልኣይ ደረጃ ኣብያተ ትምህርቲ ከምኡውን ናይ ላዕለዎት ትካላት ትምህርቲ ናይ ዩኒቨርሲቲ ማለት እዩ ክኸውን ይኽእል ተምሃሮ ብግቡእ ኣብ ክላሶም ከይዶም ዝመሃሩሉ ኣገባብ ክፍጠር እዩ። ካልእ እቲ ናይ ኣትክልቲ ቦታታት፣ ናይ መካነ እንስሳታት፣ ካልእ ተወሳኺ ናይ ህዝባዊ ህዝቢ ዝእከበሉ ኣጋጣሚታት ዝግበር ኣኼባታትን ካልእን ክግበር ክፍቀድ ክፍቀድ እዩ ማለት እዩ ካብ ዕለት ሸሞንተ ስለዚ እንታይ እዩ ዋላ ደኣ እዚ ሰለስተ ደረጃታት እዚ ኣብ ዕለት ሸሞንተ ሕጂ ካብ ዕለት ሸሞንተ ንድሓር እቲ ወፂኡ ዝፀንሐ ሕግታት ብዝተኻእለ መጠን ክፈኩስ እዩ ዘሎ እቲ ሓሳብ ካብ ዕለት ሸሞንተ ንድሓር ክሳብ ዕለት ሸሞንተ ዘሎ ግዜ ክሳብ ዕለት ሸሞንተ ሰነ ዘሎ ግዜ ግን እቲ ሕግታት ብምሉኡ እቲ ወፂኡ ዝፀንሐ ናይ ርሕቐት ምሕላው ኹን ካብ ሓሙሽተ ሰባት ንላዕሊ ዘይምእካብ ኹን ካልእ ብምልኡ ከም ዘለዎ እዩ ክፀንሕ ከም ዘለዎ ፀኒዑ ክፀንሕ እቲ ሕጊ እቲ መምርሒታት እቲ ኣገባብ ናይ ፅሬት ኢድና ምሕፃብ ብርሕቐትና ምሕላው ኢድናን ኣፍናን ኣፍንጫናን ካልእን ዘይመሓዝ ብኢድና ምስ እኩባት ሰባት ዘይምኻድ እቲ ኣብ ማሕበራዊ ነገራት ብዙሕ ዘይምእካብ ዝብሉ ብምሉኦም እቶም ኣቐዲሞም ዝፀንሑ ቪድዮታት እውን ዝገበርናሎም ኣቐዲሞም ኩሉ ሰብ እውን ዝርኦም ዘሎ መምርሒታት እዚኦም ኣብ ግብሪ ክውዕሉ እዮም ከም ዘለዎ እዮም ክጸንሑ እንተ ደኣ ኖኖ ሕጂ ትምህርቲ ክጅመር እንድዩ ዕዳጋታት ክኽፈት እንዲ ኢልና እንድሕር ሸለል ኢልና ናብቲ ንቡር ሂወትና እንድሕር ተመሊስና መቕጻዕቲ እውን ከምጻልና ይኽእል እዩ ካብ ሓሙሽተ ሰባት ንላዕሊ እንድሕር ተኣኪብና እውን መቕጻዕቲ ከም ዘስዕብ እውን ካብ ሓሙሽተ ሰባት ንላዕሊ ዲስታንስ ከይሓለና እንድሕር ኮፍ ኢልና ወይ ከዓ ርሕቐትና ከይሓለና እንድሕር ኮፍ ኢልና እውን መቕጻዕቲ የስዕበልና ምዃኑ እውን ክርድኣና ጽቡቕ እዩ ስለዚ ሓደራ ኩላትና ሓደራ እዚ ኮሮና ቫይረስ ላግፂ ኣይኮነን ንሪኦ ኣለና ክሳብ ክንደይ እቲ ደረጅኡ ተሃሳይነቱ ክሳብ ክንደይ ምዃኑ ርዱእ እዩ ንነብስና ንስድራ ቤትና ንከባቢና ክንከላኸል ብዝተኻእለ መጠን ሓላፍነት ኣለና ስለዚ ኤንሲቢኣይ ከምቲ ኣቐዲመ ዝሓበርክዎ ከምዚ ዓይነት ቪድዮታት ኣብ ዩትብ ኣብቲ ናቱ NCBI Schweiz ዝብል ቪድዮታት ይገብር እዩ ኣብ ፌስቡክ ን ከምኡ ብተመሳሳሊ ከምታ ዓንቲ ወይ ኣቐዲመ ዝጠቐስኮ እውን ኣብ ቅድሚት ዝሓለፈትኩም እንተ ሃሊኹም ኮንኩም ናብ ቁፅሪ ቴሌፎን ባዶ 76 720 65 25 እውን ብዋትስኣፕ ወይ ከዓኒ ብኤስኤምኤስ ሓበሬታ ክትረኽቡ ትኽእሉ ኢኹም ማለት እዩ